ሰላም ዝኸበርኩም ተኸታተልቲ ዕለታዊ ዜና ስፖርት እንሆ ሰናይ ምክትታል። ከተማ ለንደን ዝመደበሩ ታሪኻዊ ስታድየም ዌምብሊ ንመበል 145 መዛዘሚ ግጥም ኤፍኤ ካብ ቸልስን ሲትን ንምእንጋር ክሸባሸብ ይቀንዩ። እዘን ክልተ ጋንታታት ኣብ ዝተረኸባሉ መጽሓፍ ክብረ ወሰን ይዛረብ እዩ ኣብ ክንዲ ምባል ይውጭጭ እንተተባህለ ኣጋንኖ ኣይከውንን። ኣብ ዝሓለፈ ሓደ ዕቑድ ወይ ከኣ ዓሰርተ ዓመታት ሲቲን ቸልስን ኣብ ግጥም ኤፍኤ ካፕ እተን ዝያዳ ካልኦት ጋንታታት ጸብለል ዝበላ እየን። ቸልሲ ንኣብነት ኣብ ዝሓለፈ ዓሰርተ ዓመታት ኣርባዕተ ግዜ ካልኣይ ተርታ ክትሕዝ ከላ ሓንሳብ ድማ ተዓዊታ። ሲቲ ብወገና ክልተ ግዜ ነዛ ዋንጫ ክትወስዳ ከላ ሓንሳብ ማለት ኣብ ክልተ ሽሕን ዕስራን ኣርባዕተን ድማ ብዩናይትድ ተሳዒራ ናይ ካልኣይ ተርታ ክትሕዝ ክኢላ ነይራ እያ። ብሓፈሻ ሲቲ ኣርብዓን ሓሙሽተን ቸልሲ ድማ ሰላሳን ሸውዓተን ናይ ኤፍኤ ካፕ ዓወት ሒዘን ኣብ ቅድሚት ዘለዋ ጋንታታት ብምዃነን ነዚ ናይ ሎሚ ርክበን ርዝነት ዝህቦ እዩ ነይሩ። ርክብ ናይዘን ክልተ ጋንታታት ኪንዮ ዋንጫ ምውሳድ ንኻልኦት ጋንታታት እውን ከይተረፈ ናይ ኤውሮጳዊ ውድድር ኣብ ምርካብ ዝጸሉ ብምዃኑ ደገፍቲ ክልቲኤን ጋንታታት ጥራይ ኣይኮኑን ብኣንክሮ ተኸታቲሎሞ። ቸልሲ ኣብ መሳርዕ ፕሪመር ሊግ ኣብ ታሽዓይ ደረጃ ተሰሪዓ ብምህላዋ ሎሚ ጽባሕ ኤፍኤ ካፕ ምውሳድ ማለት ብቐጥታ ኣብ ግጥም ዩሮፕያን ሊግ ምስታፍ ማለት እዩ። ምናልባት ቸልሲ ጽዋ ኤፍኤ ካብ ወሲዳ ኣብ ፕሪመር ሊግ ከኣ ሻድሻይ ተርታ ሒዛ ውድድራ እንተደኣ ዛዚማ ኣብ ፕሪመር ሊግ ሻብዓይ ተርታ ዝሓዘት እያ ናብ ዩሮፕያን ሊግ ትኸይድ ኮንፈረንስ ሊግ ድማ ንሻምናይ ተርታ ዝወሃብ ክኸውን እዩ ቸልሲ ካብ ቀዳሞት ሸውዓተ ጋንታታት ወጻኢ ኮይና እንተደኣ ወዲኣ ግን ብኤፍኤ ካብ ጥራያ ናብ ዩሮፕያን ሊግ ትኣቱ ሲቲ ፅዋዕ ኤፍኤካፕ ምስ ትወስድ ግን ሻብዐይቲ ዝወፀት ጋንታ ናይ ዩሮፒያን ሊግ ቦታ ክትረክብ ከላ ሻምነይቲ ከዓ ናብ ኮንፈረንስ ሊግ ትኸይድ ማለት እዩ። እዚ ከዓ ንከም በርንማውዝ፣ ብራይተን፣ ብረንትፎርድን ኤቨርተንን ዝኣመሰላ ጋንታታት ፅቡቕ ዕድል ብምዃኑ ኣብዚ ግጥም ደገፍቲ ናይዘን ጋንታታት ምስ ሲቲ እዮም ወጊኖም ተዓዚቦሞም። ተፃወትቲ ቼልሲ ነታ ኣብ ናይ ልምምድ ቦትኦም መተባብዒ ክኾኖም ብስክሪን እናረኣይዋ ክለማመዱ ዝቐነዩላ ፅዋ ኤፍኤ ካፕ ኣብ ውሽጢ ስታዲየም ዌምብሊ ብህይወታ ሪኦም ኣለዉ። ልክዕ ከምቲ ትፅቢት ዝተገብረሉ ቸልሲ ኣብ ድሕሪት ሰለስተ ተፃወትቲ ኮፍ ኣቢላ ንሓለቓ ጋንታኣ ሪስ ጄምስ ከዓ ኣብ መስመር ምክፍፋል ምስ ሞይሰስ ካይሴዶ'ያ ኣውሪዳቶ። ሌቪ ኮልዊል ከኣ ነዛ ጋንታ ክሳብ ክንደይ ኣገዳሲ ምዃኑ ክምስክር ኣብዚ ወቕቲ ንኻልኣይ ግዜኡ ምስ ቀዳሞት ዓሰርተ ሓደ ተሰለፍቲ ዝተራእየሉ ዕድል እዩ ተዋሂብዎ። በንጻሩ ፐፕ ጋርድዮላ ማርሞሽ ምስ ሃላንድ ናብ ቅድሚት ኮፍ ኣቢሉ ንሰመንዮ ከኣ ኣብ ክንዲ ብማእከል ብየማናይ ክንፊ ከም ዝጻወት ገይሩ እዩ ስልቲ ጸወታ ኣርባዕተ ኣርባዕተ ክልተ ተኸቲሉ ንሜዳ ኣትዩ። እዚ ግጥም ከም ናይ ፍጻመ ጸወታ ምዃኑ መጠን ብቕልጡፍ ክፉት ክኸውን ኣይከኣለን። ቸልሲ ብርግኣት ኣብ ናይ ድሕሪት መስመራ ኮፍ ክትብል ሲቲ ከኣ ንቕድሚት ክትከይድ ብዝሑል ምንቅስቓስ እየን ጸወታ ጀሚረንኦ። እታ ቀዳመይቲ ፈተነ ናይዚ ግጥም ክትበሃል ትከኣል ድማ እታ ኣብ ሻብዓይ ደቒቕ ኦማር ማርሞሽ ቅላዕ ሰመንዮ ተጨሊፋ ምስ መጸቶ ብጸጋመይቲ እግሩ ክሃርማ ብዘይምኽኣሉ ብየማነይቲ እግሩ ተጸጊሙ ክቐልዓ ዝፈተነ'ሞ ሳንቸዝ ከኣ ተረጋጊኡ ዝሓቖፋ ኩዕሶ እያ ነይራ። ዕስራ ደቓይቕ ሓሊፉ ዋላኳ ሲቲ ብብዝሒ ኩዕሶ ትቀባበል እንተነበረት እቲ ቀታሊ ባህሪ ናይዛ ጋንታ ግን ዛጊት ክረኣ ኣይከኣለን። ቸልሲ'ውን ንፈለማ ግዜ ልዳት ሲቲ በጺሓ ሓደጋ ክትከውን ዝፈተነትሉ ድሕሪ ዕስራ ደቓይቕ እዩ ነይሩ። እታ ንክዋ ፔድሮ ምስ ኩሳኖቭ ሓደ ንሓደ ዘራኸበቶ ግን ከኣ ንሓላው ልዳት ሲቲ ትራፎርድ ከተሰንብዶ ዘይከኣለት ፈተነ። ቸልሲ ኣብ ድሕሪት ኮፍ ኢላ ዝተረጋገእት ትመስል እኳ እንተነበረት፣ ካብቶም ሰለስተ ናይ ድሕሪት ተኸላኸልታ ዊስሊ ፎፋና፣ ፓልመር ንድሕሪት ኣብ ምምላስ ብዘለዎ ጸገም ንማሎ ጉስቶ ሓገዝ ክኾኖ ንማእከል ኣብ ዝኣትወሉ ግን ኦረይሊን ዶኩን ቦታ እናተቐያየሩ ንቸልሲ ሓደጋ ከየወድቅዋ ዘየስግእ ኣይነበረን። ኣብ መበል ዕስራን ሸውዓተን ደቒቕ ከኣ ኑነዝ ብየማናይ ሸነኽ ልዳ ቸልሲ ሞሊቑ ብምውጻእ ኩዕሶ ኣብ ዝቖረጸሉ፣ ሃላንድ ናብ ዌምብሊ ቀዳመይቲ ሸቶኡ ኣመዝጊቡ እኳ እንተነበረ፣ ኑነዝ ቀዲሙ ካብ ጸወታ ወጻኢ ብምንባሩ ግን ናይ መስመር ዳኛ ባንዴርኡ ብምልዓሉ እታ ሸቶ ተሰሪዛ። ንሙቐት ስታድየም ዌምብሊ ከተተስእ ትኽእል ዝነበረ ሸቶ'ያ ነይራ። ሰላሳን ሓሙሽተን ደቕ ሓሊፉ ሳንቸዝ ይኹን ትራፎርድ ዝኾነ ኣይተፈተኑን። ቸልሲ ዛጊት ብዘሎ ውጽኢት ዕግብቲ እያ። ጋርድየላ ኣብተን ናይ መወዳእታ ዓሰርተ ደቓይቕ ቸልሲ ደሓን ክትንቀሳቐስ ብምኽኣላ ክሰግእ ይረኣ እኳ እንተነበረ ምዱብ ናይ ቀዳማይ እብረ ግጥም ክውዳእ ሓደ ደቕ ክተርፎ ከሎ ግን ማርክ ጉሂ ካብ ማእከል ሜዳ ንሃላንድ ኣብ ዘምለቖሉ እቲ ኖርዌጃዊ ብጸጋመይቲ እግሩ ኣትሪሩ ዝቐልዓ ኩዕሶ ሳንቸስ ከሕልፍ ኣይከኣለን። ሰላሳን ሸውዓተን ናይ ዘወእቲ ሸቶታት በጺሑ ዘሎ ሃላንድ ናይ ስታድየም ዌምብሊ መርገሙ ኣይተፈትሓሉን። ኣብዚ ስታድየም ሸሞንተ ግዜ ተጻዊቱ ሓንቲ ሸቶ ግን ገና ኣይረኸበን ዘሎ። እቲ ብዙሕ ፈተነታት ዘይተራእየሉ ናይ ቀዳማይ እብረ ጸወታ ክውዳእ ተወሳኺ ሰለስተ ደቓይቕ ኣብ ዝተዋህበሉ በርናንዶ ሲልቫ ንዘጥፍኣ ኩዕሶ ኹዋ ፔድሮ ንምርካባ ኣብ ዝጎየሉ ዝነበረ ግዜ፣ ኩሳኖቭ ኣብ ማእከል ሜዳ መጺኡ ነቲ ብራዚላዊ ብጉልበት በሊጹ ኣብ ልዳት ጋንትኡ ኣብ ዘውደቐሉ፣ ቸልሲ ፍጹም ቅላዕ መቕጻዕቲ ክወሃባ ናብ ምጥራዕ'ያ ኣትያ። እንተኾነ ግን ማእከላይ ዳኛ ይኹን ቫር እቲ ምድፍፋእ ኪንዮ ናይ ሞንኩ ብግጫው ዝሓልፍ ኣይኮነን ብምባል ንድሌት ቸልሲ ከማልኡ ኣይከኣሉን። ኣላን ሽረር ጽቡቕ ምክልኻል እንተዘይኮይነ ፍጹም ቅላዕ መቕጻዕቲ ክብላ ኣይክእልን'የ ክብል ከሎ፣ ናይ ቅድም ተሓጋጋዚ ዳኛ ፕሪመር ሊግ ዳረን ካን ከኣ እቲ ቅኑዕ ውሳነ'ዩ ተዋሂቡ ብምባል ኣብ ቢቢሲ መስኪሩ። ኣብ ታሪኽ ኤፍኤ ካፕ ብጽቡቕ ክግለጽ ዘይክእል ናይ ቀዳማይ እብረ ጸወታ'ዩ ክበሃል ዝከኣል፣ እንተኾነ ግን ንኽዕረ ገና ተወሳኺ ኣርብዓን ሓሙሽተን ደቓይቕ ኣለዎ። ድሕሪ ክልተ ሽሕን ዕስራን ክልተን ናይ ቀዳማይ እብረ ናይ ፍጻመ ጸወታ ኤፍኤ ካፕ ብዘይ ሸቶ ክውዳእ እዚ ናይ ፈለማ እዩ። ኣብቲ እዋን እውን ቸልስን ሊቨርፑልን እየን ንፍጻመ በጺሐን ነይረን። ዋያን ሩኒ ኣብዚ ቀዳማይ ኣርብዓን ሓሙሽተን ደቓይቕ ቸልሲኣ ጽቡቕ ነይራ ክብል እዩ ርእይትኡ ኣብ ቢቢሲ ሂቡ። ኣብ ድሕሪት ጽቡቕ ኣላ፣ ኣብ ዝደለየቶ ከኣ ንቕድሚት ምኻድ ኣይተጸገመትን እዩ ዝብል ዋያን ሩኒ። ናይ ቅድም ተኸላኻላይ ሲቲ ሚካ ሪቻርድስ ካብ የማን ንጸጋም ጸኒሕኻ ከኣ ሓደ ኣጥቃዓይ ንበይኑ ይጎይይ ኩሉ ነገር ዝሑል እዩ ዘሎ ክብል እዩ ርእይትኡ ነዚ ናይ ቀዳማይ እብረ ሂቡ ኣሎ። ብውሕዱ ኣብዘን ዓሰርተ ሓሙሽተ ናይ ዕረፍቲ ግዜ ኣብ ስታድየም ወይምብሊ ዘሎ ዲጀይ ንተዓዘብቲ የእጋሮም ዝፈትሕሉ ሙዚቃ ወሊዕሎም ኣሎ እምበር ካብ ኮፍ መበሊኻ ዘይትትስኣሉ ጸወታ እዩ ነይሩ ዝብል ርእይቶ'ውን ኣብ መርበብ ሓበሬታ ቢቢሲ ዘይፈሰሰ ኣይነበረን። ናይ ቅድም ሓላዊ ልዳት ሃገራዊት ጋንታ ኢንግሊዝ ፖል ሮቢንሰን'ውን ምሉእ ጸወታ ኣብ ማእከል ሜዳ ኮይኑ ሓለውቲ ልዳት ክልቲኤን ጋንታታት ፈዚዞም ክብል'ዩ ደንጊጹ'ሎም። በቲ ኮይኑ በቲ ቸልሲ ድሕሪ ክልተ ሽሕን ዕስራን ሓደን ክሳብ ሕጂ ንሲቲ ክትስዕራ ኣይከኣለትን ዘላ። ነዚ መወዳእታ ክትገብረሉ ኣርብዓን ሓሙሽተን ደቓይቕ እንተወሓደ ኣለዋ። ሲቲ ንፍጻመ ኣብ ዝበጽሐትሉ ኣብ ሰለስተ እዋን ናይ ቀዳማይ እብረ ናይ ፍጻመ ጸወታ ኤፍኤ ካፕ ባዶ ባዶ ተወዲኡ ኣሎ። እዚ ኣገዳስነት የብሉን። ከመይ ተወዲኡ እዩ ዘገድሰና። ክንምልሶ እንተደኣ ኮይና ድማ ኣብ ሽሕን ትሽዓተ ሚእትን ስሳን ክልተን ብቦልተን ሓደ ባዶ ተሳዒራ፣ ኣብ ክልተ ሽሕን ዓሰርተ ሰለስተን ብዊጋን ሓደ ባዶ ተሳዒራ፣ ኣብ ክልተ ሽሕን ዓሰርተ ሓደን ከኣ ንስቶክ ሓደ ባዶ ረቲዓ ነይራ። ሎምኸ ንቸልሲ ሓንቲ ሸቶ ከተመዝግበላ ድያ? እቲ ዘይተመለሰ ሕቶ'ዩ ነይሩ። ናይ ካልኣይ እብረ ጸወታ ከም ናይ ቀዳማይ እብረ ከይከውን ናይ ኩሉ ተዓዛቢ ጸሎት'ዩ ነይሩ። ጋርድዮላ'ውን ነዚ ዝተረድኣ'ዩ ዝመስል ንማርሞሽ ኣውጺኡ ብሪያን ቸርኪ ክትክኦ ምዃኑ ቅድሚ ዕረፍቲ ምውጽኦም'ዩ ንቸርክን ፎደንን ክረስኑ ኣዚዝዎም። ብዓቢኡ'ውን ማርሞሽ ንቸርኪ ኮፍ ኣቢሉ ምስ ቀዳሞት ዓሰርተ ሓደ ምውራዱ ዝግብኦ ኣይነበረን ዝብሉ ብዙሓት እዮም ነይሮም። ርያን ቸርኪ ንሜዳ ኣትዩ ለውጢ ክገብር ክልተ ደቓይቕ ጥራይ እዩ ወሲድሉ። ንኦረይሊ ብጸጋማይ ሸነኽ ኣብ ዘምለቖሉ፣ እቲ ተጻዋታይ ብዝግባእ ኣብ ርእሲ ሰመንዮ ኣብጽሒዋ እኳ እንተነበረ፣ ሰመንዮ ግን ኣብ ክንዲ ንታሕቲ ልዕሊ ናሕሲ ክትከይድ እዩ ሰዲድዋ። ዛጊት እታ ዝበለጸት ፈተነ ናይዚ ግጥም እያ ነይራ። ቸርኪ ድማ ንጸወታ ትንፋስ ሰዂዑሉ። ኣብ ዓሰርተ ደቓይቕ ክልቲኤን ጋንታታት ሓሓደ ግዜ ፍጹም ቅላዕ መቕጻዕቲ ክወሃባ ሓቲተን ከክልተ ግዜ ናይ መኣዝን ቅላዕ ሃሪመን እንተወሓደ ከኣ ሓሓደ ግዜ ናብ ታርጌት ልዳት ቅላዕ ሃሪመን። እዚ ኣብ ዝሓለፈ ኣርባዓን ሓሙሽተን ደቓይቕ ዘይተረኽበ'ዩ ነይሩ። ቸልሲ ዛጊት ካብ ዝገበረቶ ጽቡቕ ነገር ንዶኩ ክርብሻ ዘይምፍቃዳ'ዩ ይብል ኣሎ ኣላን ሽረር። ኮል ፓልመር ኣብ ውሽጢ ሳንዱቕ ቦርትኡ ነዚ ተጻዋታይ ኩዕሶ ክወስደሉ፣ ሲቲ ፍጹም ቅላዕ መቕጻዕቲ ክወሃባ ክትሓትት ክትረኣ ድማ ናይዚ ምልክት እዩ ይብል እዚ እንግሊዛዊ ተንታኒ። ቅላዕ ኤንዞ ፈርናንደዝ ነታ ኣብ ልክዕ ቦታኣ ዝነበረት ኢድ ኦሬሊ ሃሪማ ብምባል ድማ ንሕቶ ቸልሲ ጌጋ እዩ ይብል። ጋርድዮላ ማእከል ሜዳ ክቆጻጸር ዝደለየ እዩ ዝመስል ነይሩ። ንሮድሪ ኣውጺኡ ንማቴዮ ኮቫቺች የእትይዎ። ፍሉጥ ገማቲ መርበብ ሓበሬታ ቢቢሲ ክሪስ ሱቶን እዚ ጸወታ ብዓወት ሲቲ ሓሙሽተ ባዶ ክዛዘም እዩ ዝብል ግምት እዩ ሂቡ ነይሩ። ሓሙሽተ ሸቶ ድዩ ኢሉ ወይስ ሓሙሽተ ሕቶ ፍጹም ቅላዕ መውጻዕቲ እዩ ግን ዘየብል ኣይነበረን። ምኽንያቱ ሱሳን ሽዱሽተን ደቕቕ ሕጂ'ውን ክዋ ፔድሮ ነታ ብማእከል ሜዳ ዝመጸቶ ኩዕሶ ንምርካብ ኣብ ዝጎየሉ ዝነበረ ግዜ ምስ ኩሳኖቭ ብኢድ ተጋጭዩ ቸልሲ ተወሳኺ ናይ ፍጹም ቅላዕ መቕጻዕቲ ሕቶ ስለ ዘቕረበት እንተኾነ ግን ኩሎም ብሓባር እቲ ምትንኻፍ ክሳብ ፍጹም ቅላዕ መቕጻዕቲ ዘውህብ ኣይኮነን እዮም ኢሎም። እተን ሓሙሽተ ሸቶታት ናይ ክሪስ ሱቶን ደኣ መዓስ እየን ክምዝገባ ኣብ ዝበሃለሉ ዝነበረ ግዜ ካብ ሲልቫ ናብ ሃላንድ ዝበጽሐት ኩዕሶ ሃላንድ ኣብ ዝቖረጸሉ ሰመንዮ ከኣ ብዘደንቕ ውልቃዊ ክእለት ማለት ምንቅስቓስ ብዘለዋ ታኬት ጌሩ ብልጽቲ ሸቶ ቀይርዋ ኣላን ሽረር ሸቶ ንኸመዝግባ ሓንቲ ኣማራጺ ነይራቶ ንሳ ከኣ ጌርዋ ክብል እዩ ናእድኡ ገሊጹሉ። ነቲ ሕማቕ ግጥም ተባሂሉ ክሕመ ዝወዓለ ጸወታ ድማ በዛ ብልጽቲ ሸቶ ጌሩ ተዘካሪ ከም ዝኸውን ጌርዎ። ሰመንዮ ናብ ሲቲ ኣብ ጥሪ ካብ ዝመጽእ እዛ ሸቶ ዓስረይቱ እያ። ተንተንቲ ናይዚ ግጥም ንሸቶ ሰመንዮ ኣድናቖቶም ኣብ ዝገልጽሉ ዝነበሩ ግዜ ኤንዞ ፈርናንደዝ ካብ ኮልዊል ዝመጸቶ ኩዕሶ ንቸልሲ ከም ማዕራርያ ተቓሪቡ እኳ እንተነበረ ሲቲ ግን ወጺኣ እያ። ጸወታ ናይ መወዳእታ ዓሰርተ ደቓይቕ በጺሑ ሲቲ ድርብ ናይ ውሽጢ ዓዳ ዋንጫ ትዓትረሉ ግዜ እናተቓረበ እዩ ዝመስል ነይሩ። ቸልሲ ነዚ ክትቆጽ እቶም ሰለስተ ብ ቅድሚት ዘለዉ ተጻዋትታ ፔድሮ፣ ኤንዞን ፓልመርን ውጽኢታውያን ክኾኑላ ኣይከኣሉን። ፔድሮ ወጺኡ ጋርናቾ እንተኣተወ እውን ዝመጸ ለውጢ የለን። በንጻሩ ሲቲኣ ካብ ሪያን ቸርኪ ብልጽቲ ቅላዕ ረኺባ፣ ሳንቸስ ድማ ብዝግባእ ኣድሒኑዋ። ሳንቸዝ ነዛ ቅላዕ ምድሓኑ ተጻወትቲ ቸልሲ ተወሳኺ ሓሙሽተ ደቓይቕ ክቃለሱ ዕድል ኣለዎም። ዝመጸ ለውጢ ግን የለን። ሲቲ በታ ሴክሲ ፍሊክ ኢሎም ብዙሓት ተንተንቲ ቃል ዝሃብዋ ሸቶ ሰመንዮ ጽዋእ ኤፍኤ ካፕ ዓቲራ። ሰመንዮ እቲ ናይ ለውጢ ፈጣሪ ድማ ተባሂሉ። ኣብ ጥሪ ናብ ኢትሓድ መጺኡ ክሳብ ሕጂ ድማ ክልተ ዋናጩ ዓቲሩ ኣሎ። ጋርድዮላ ከኣ ኣብዚ ዕለት ኣብ ከብሕታት ሲቲ ዕስራ ዝተፈላለዩ ዋናጩ ኣቐሚጡ ኣሎ። ሽዱሽተ ፕሪመር ሊግ፣ ሰለስተ ኤፍኤ ካፕ፣ ሓሙሽተ ሊግ ካፕ፣ ሓንቲ ቻምፕዮንስ ሊግ፣ ሓንቲ ዋንጫ ክለባት ዓለም፣ ሓንቲ ፅዋእ ሱፐር ካፕ፣ ሰለስተ ከዓ ናይ ኮሚኒቲ ሽልድ ዋናጩ፣ ብድምር ዕስራ ዋናጩ። ሲቲ ቅድሚ ሓምሳን ሓሙሽተን መዓልትታት ንዝወሰደታ ፅዋእ ሊግ ካፕ ሎሚ ከዓ ብዋንጫ ኤፍኤ ካፕ ከተማሙቐ እያ። ዝቕፅል ጉዕዞ ናበይ እዩ? ኣኸለ ድዩ ዋላስ ካልእ ኣሎ እዩ ናባኹም ይጎድፎ። ናብ ካልእ ዜናታት ምስ ንሰግር እቲ ብሉጽ ወይ ከኣ እቲ ምሩጽ ዝብል ካልእ ሳጓታት ዝሓዘ ፖርቹጋላዊ ሆዜ ሞሪኖ ድሮ ካብ ዝቕጽል ዓመተ ስፖርት ኣሰልጣኒ'ታ ብውሽጣዊ ቅልውላው ትሕመስ ዘላ ሪያል ማድሪድ ክኸውን ከምዝወደኣ ማዕከን ዜና ማርካ ትኹን ፋብሪዝዮ ሮማኖ ኣረጋጊጾምዎ እዮም። ኣብዚ እዋን ሞሪኖ ናብ ማድሪድ ምምላሱ ዘይኮነ እቲ ዝያዳ ኣርእስቲ ፈጢሩ ዘሎ ኣብ በርናቡ ዝጽበዮ ዘሎ ብድሆታት እዩ ቀንዲ ዛዕባ ኮይኑ ዘሎ። እቲ ፖርቹጋላዊ ብሰናይ ድሌት ወይ ብጽቡቕ ናብዛ ጋንታ ይምለስ ከም ዘየለ ርዱእ እዩ። ንሱ ሓዊ ከጥፍእ ወይ ህጹጽ ረድኤት ኮይኑ እዩ ናብ ከተማ ማድሪድ ክዓልብ። ሪያል ማድሪድ ንኻልኣይ ተኸታታሊ ዓመት ብዘይ ዋንጫ ትውዳእ ኣላ። ኣብ ውሽጢ ቤታ ከቢድ ዝኾነ ነውጽን ዕግርግርን ተጻወትቲ ተፈጢሩ ኣሎ። ከም ውጽኢቱ ከኣ ፍሎረንቲኖ ፔረዝ ነታ ናይ ህጹጽ እዋን ልጓም ጠዊቕዋ ኣሎ። ነቲ ሓዊ ከጥፍእ ዝኽእል ድማ ሞሪንዮ እዩ ተባሂሉ ኣሎ። ፕሬዝደንት ሪያል ማድሪድ ፍሎረንቲኖ ፔረዝ ነዚ ወዲ ስሳን ሰለስተን ዓመት ኣሰልጣኒ ንመዕጸዊ ውዕሉ ሰለስተ ሚልዮን ኤሮ ንበነፊካ ከፊሉ ናብ በርናቡ ከምጽኦ ካብ ወሰነ፣ ክብደት እቲ ኣጋጢሙ ዘሎ ዕግርግር ተረዲእካ፣ ማድሪክ ብዘይ ብሶላ ትጓዓዝ መርከብ ኮይና ከምዘላ እዩ ዘብርሃልካ። ዛቪ ኣሎንሶ ድሕሪ ምብራሩ፣ ኣልቫሮ ኣርቦዮላ ከም ናይ ህጹጽ እዋን ፕላስተር ኮይኑ ቁስሊ ማድሪድ ክሕክም እኳ እንተመጸ፣ እቲ ኣብ በርናቡ ክፈስስ ዝጀመረ ደም መሊሱ ክገድድ እምበር ክዕበስሲ ኣይተራእየን። ኣብዚ ሰሙን ከይላን እምባፐ ንኣርቢዮላ ብቓልዕ ክነቕፎ ድሕሪ ምስምዑ ከኣ እምበርከ ማድሪድ ክትሓዊ ድያ ተባሂሉ ኣሎ። ሕጂ መቐየሪ ክፍሊ እታ ጋንታ ተመቒሉ ጥራይ ኣይኮነን ዝበሃል፣ ምሉእ ብምሉእ ተመሪዙ እንተተባህለ ምግናን ኣይከውንን። ፕሬዝደንት ማድሪድ ፍሎረንቲኖ ፔረዝ ናይ ቅድም ፍልስፍንኡ እቶም ስርዓት ክሕዙ ዝግበኦም ወገናት ምስ ዝሕክሉ ጥንቁቕ ዲፕሎማት ወይ ታክቲሻን ዘይኮነ ዓብላሊ ሓይሊ ዝጥቀምን ኣነ ጥራይ ክስማዕ ኣለኒ ዝብልን ስብ'ዩ ዘድሊ ናብ ዝብል ስለዝተመልሰ'ዩ ንሞሪኖ ዘጥፍእ ኣጥፊኡ ውድቀት ዝዓርሞሽሽ ክለብ ከድሕን ዘምጽኦ ዘሎ ትማሊ ምሳና ነይሩ እዩ፣ ደረጃና ድማ ሓፍ ኣቢልዎ እዩ ኢሉ ኣብዚ ሰሙን ዝሃቦ መግለጺ እውን እቲ ፕሬዝደንት ዓቃብ ሰላም ዘይኮነ መላኺ ኣሰልጣኒ የድልዮ ከምዘሎ ዘብርህ እዩ ነይሩ። ሞሪኖ ብወገኑ ዓይኑ ተዓሚቱ ኣይኮነን ነዚ ኣብ ማድሪድ ተወሊዑ ዘሎ ሓዊ ዝኣትዎ ዘሎ። ንሱ ንፖሊሲ መስርሕ ምስግጋር ተጻወትቲ በርናቡ ምሉእ ብምሉእ ከም ዝቈጻጸሮ መብጽዓታት ኣትዩሉ'ዩ ነዚ ከቢድ ዕማም ተቐቢልዎ ዘሎ። ሞሪኖ ንከም ዳኒ ሴባሎስን ጎንዛሎ ጋርሻን ዝኣመሰሉ ተጻወትቱ ብቐዳምነት ካብ በርናቡ ኣባሪሩ፣ ብዲስፕሊን ዝተሃንጹ መንእሰያት ተጻወትቲ ድማ ናብ መሳርዑ ክጽንብር'ዩ ከም ቀዳማይ ውጥን ሒዝዎ ዘሎ። ቅልጡፍ ናይ ክንፊ ተጻዋታይ ጁቬንቱስ ኬናን ዩልዲዝ ድማ እቲ ቀዳማይ ብሞሪኖ ዝጥለብ ተጻዋታይ ከምዝኸውን ማዕከን ዜና ማርካ ትሕብር። እዚ እንተገበረ ሞሪኖ ነዚ ኣብዚ እዋን ንኣሰልጠንቲ ኣሸጋሪ ኮይኑ ዘሎ ኢጎ ከዋኽብቲ ተጻወትቲ ኣብ ምህዳን ከቢድ ስራሕ'ዩ ኣብ ቅድሚኡ ዝጽበዮ ዘሎ። ብፍላይ ምስ ከይላን ምባፔ ብኸመይ ክሳነ'ዩ ገና ብኣግኡ ብዙሓት ክኢላታት ኩዕሶ እግሪ ስጳኛ ስግኣቶም ገሊጾም ኣለዉ። ዝያዳ ንምክልኻል ዝተጠምዘዘ ቅዲ ጻውታ ሞሪኖ ምስ ሸቶ ናይ ምምዝጋብ ሸውሃት እዚ ፈረንሳዊ ብኸመይ እዩ ክሳነ ዘይተመለሰ ዘሎ ሕቶ እዩ። ኣብ ታሪኽ ኩዕሶ እግሪ ተራእዩ ዘይፈልጥ ግጭት ኮኾብ ተጻዋታይን ኣሰልጣንን ክንርኢ እውን ተኽእሎ ኣሎ። ሞሪኖ ኣብ ክልተ ሽሕን ዓሰርተ ሰለስተን ካብ ሪያል ማድሪድ ድሕሪ ምውጽኡ ኣብ ቸልሲ፣ ዩናይትድ፣ ቶተንሃም፣ ሮማ፣ ፌነርባችን በነፊካን ብዝኽተሎ ቅዲ ጻውታ ምስ ዘመናዊ ጸወታ ኩዕሶ እግሪ ኣይሳነን እዩ ተባሂሉ ተነቒፉ እዩ። ስለዚ እቲ ፖርቹጋላዊ ዝመጽእ ዓመተ ስፖርት ኣብ ናይ ምስልጣን ዕድሚኡ እቲ ዝኸበደ ፈተነ ከም ዘጋጥሞ እዩ ዝግመት። እንተኾነ ግን ሞሪኖ ከም ወተሃደር ንዝተዋህቦ ሓደ ንጹር ዕላማ ዝሃርም ሰብ ምዃኑ እዩ ዝእመነሉ። ኣብ ክልተ ሽሕን ዓሰርተን ንዕብላለ ፐፕ ጋርድዮላ ደው ከብል ናብ በርናበው ኣብ ዝመጸሉ፣ እቲ ዝተደልየ ዕላማ ወቒዕዎ'ዩ። ሕጂ ከኣ ትንሳኤ ባርሳ ክሰብር ተልእኾ ክወሃቦ'ዩ፣ መን ይፈልጥ ከኣ ከተግብሮ ይኽእል ይኸውን። ምስ ከይላን ምባፔ ባእሲ እንተደኣ ጀሚሩ ግን በርናበው ሓዊ ክውልዖ ጥራይ ዘይኮነ ክቃጸል'ዩ። መቐየሪ ክፍሊ'ታ ጋንታ ሰላም እንተደኣ ዘሪእሉ ግን ማድሪድ ክትስእ ዘጸግም ኣይኮነን። ምስ ሞሪኖ ላንጋ ላንጋ ዝበሃል የለን፣ ወይ ልምዓት ወይ ጥፍኣት'ዩ። እቲ ፍሉይ ናብ በርናቡ ዳግማይ ከም ዝተመልሰ ድሕሪቲ ዕስራን ሰለስተን ግንቦት ዝካየድ ናይ መወዳእታ ናይ ላሊጋ ስጳኛ ጸወታ ብወግዒ ክፍርም ምዃኑ ተፈሊጡ ኣሎ። ሆዜ ሞሪኖ ንማድሪድ ካብዛ ኣትያቶ ዘላ ከቢድ ውድቀት ከድሕና ይኽእልዶ ወይስ ፍሎረንቲኖ ፐረዝ ከቢድ ስሕተት እዩ ዝፍጽም ዘሎ? ከም ኣተዓባብያ ዝበደሎ ቆልዓ ሕንቃቐ ዝሰርነቖም ተጻወትቲ ማድሪድ ብፍላይ ከኣ ከይላን ምባፔ ምስ ሞሪኖ ከመይ ክሰማምዑ እዮም? ርእይቶኹም ከተፍስሱ ምደለኹ። ቸልሲ ዝመጽእ ሰሙን ንዛቪ ኣሎንሶ ከም ቀዋሚ ኣሰልጣኒኣ ክትቆጽሮ ከም እትኽእል ዝተፈላለያ ማዕከናት ዜና ስፖርት ይሕብራ ኣለዋ። ወዲ ኣርባዓን ኣርባዕተን ዓመት ኣሎንሶ ዝሓለፈ ወርሒ ጥሪ ድሕሪ ናይ ሸውዓተ ወርሒ ጻንሒት ካብ ሪያል ማድሪድ ከም ዝተባረረን ብዘይ ስራሕ ከም ዝጸንሐን ይፍለጥ። ንሱ ቅድሚ ናብ ማድሪድ ምምጽኡ ኣብ ባየር ለቨርኩሰን ንናይ ዓሰርተ ሓደ ዓመት ዕብላላ ሙኒክ ደው ከም ዘበሎ ኣይርሳዕን። ቸልሲ ነዚ ስጳኛዊ ምስ ኣንዶኒ ራዌላን ማርኮ ሲልቫን ከተወዳድሮ ድሕሪ ምጽናሕ ኣብ መወዳእትኡ ከም ዝሓረየቶ እዩ ዝግለጽ ዘሎ። ብመሰረት ዘ ተሌግራፍ ዝዘርግሐቶ ሓበሬታ ኣሎንሶ ዝመጽእ ሰሙን ኣብ ውሽጢ ኣርባዕተ ዓመት ሓምሻይ ኣሰልጣኒ ቸልሲ ክኸውን እዩ። ፋብሪዝዮ ሮማኖ'ውን ኣብ ናይ ማሕበራዊ መራኸቢታት ገጻቱ፣ ቸልሲ መስርሕ ኣሎንሶ ከም ዝወደኣቶ ትገልጸሉ ዕለት ነዊሕ ኣይክኸውን'ዩ ክብል ጽሒፉ ኣሎ። ኣሎንሶ ናብታ ከም ተጻዋታይ ኰይኑ ሽሙ ዘጸውዓላ ሊቨርፑል ከም ኣሰልጣኒ ኰይኑ ክምለስ ዝብል ወረታት ይናፈስ እኳ እንተነበረ፣ ሓለፍቲ ሊቨርፑል ግን ናብ ቻምፕዮንስ ሊግ እንተድኣ ሓሊፎም ነቲ ተበግሶ ከም ዘይወስድዎ'ዩ ዝሕበር። ክቡራት ተኸታተልቲ፣ ኣሎንሶ ኣብ ቸልሲ'ኸ